መን እዩ ክነግረካ እቲ ዝዓበየ ምስጢር ዓወት? እቲ ዘየደቅስ ጸላኢ። ንሕና ደቂ ሰባት ዘገርም ባህሪ ኣለና፣ ንሞት ንፈርሕ ግን ከም ዘይንመውት ጌርና ንነብር። ግዜ የብለይን ንብል ግን ግዜና ከመይ ከም ነጥፍኦ ኣይንፈልጥን። እስከ ሓንቲ ሕቶ ክሓተካ ሎሚ ወዲ ክንደይ ዓመት ኢኻ? ዕስራ፣ ሰላሳ ወይ ኣርብዓ? ግዜ ደው ኣይብልን እዩ። እቲ ዘሕዝን ነገር ግን ግዜ ምኻዱ ዘይኮነስ፣ ንስኻ ዘይምጅማርካ እዩ ብዙሕ ሰብ ጽባሕ ይብል ግን ጽባሕ ኣብ መቓብር እያ ትርከብ። ምስጢር ክትፈልጥ እንተደሊኻ ንሱ እቲ ቃንዛ እዩ። ቃንዛኻ ሃብትኻ እዩ። ሰብ ቃንዛ ይጸልእ እዩ ክሃድመሉ ይፍትን። ብፍሊም፣ ቢዝነስ፣ ነገር ወይ ብድቃስ ነቲ ስምዒት ከጥፍኦ ይደሊ። ግን ሓደ ነገር ክነግረካ እቶም ዓበይቲ ሰባት ነቲ ቃንዛ ከም ነዳዲ እዮም እዮም ዝጥቆምሉ? ድኻ ሰባት ይንዕቁኻ ድዮም? ወይሲ ፍቕሪ ዝሃብካዮ ሰብ ፍቕሪ ጠሊምካ ድዩ? ጽቡቕ፣ እዚ ኩሉ ጸጋ እዩ። ሕርቃንካ ኣይተጥፍእ። ንሕርቃንካ ናብ ስራሕካ ቆይሮ። ንንዕቀት ናብ ውጽኢት ቆይሮ። ክንደይ ይብድል ኢልካ ኣይትብከ። ታሪኽ ዘለዎም ሰባት ኩሎም ዝተሰባበሩ እዮም ነይሮም። እዚ ዝተሰበረ ልቢ ንዓለም ዝቕይር ሓሳብ ይፍልፍል እዩ። ስለዚ ቃንዛኻ ኣይትፍራሕ። እቲ ጸልማት ክፍሊ የድልየካ እዩ። ንሱ ድማ ናይ ጸልማት ግዜ ይበሃል። እዚ ግዜ እዚ ንኹሉ ሰብ ኖ እትብለሉ ግዜ እዩ። ንመጠን፣ ንፓርቲ ዘይጠቅም ዕላል ኖ በል። ንሽዱሽተ ወርሒ ጠፊእካ ክትነብር ትኽእል ዶ? ማንም ሰብ ከይረኣየካ፣ ማንም ሰብ ከይነኣደካ ኣብ ጸልማት ኮንካ መስረት ህይወትካ ክትሃንጽ። እቲ ሓቀኛ ስራሕ ኣብ ኢንስተግራም ወይ ቲክቶክ ኣይረእን እዩ እቲ ሓቀኛ ስራሕ ሰባት ክድቅሱ ከለዉ እትሰርሖ ስራሕ እዩ ጸሓይ ክትበርቅ ከላ እኮ ኩሉ ሰብ ይረአ እዩ ንስኻ ግና ኣብቲ ጸልማት መን ኢኻ እቲ ምስጢር ኣብኡ እዩ ዘሎ ናይ ምጽዋት ጥበብ ብሃንደበት ዝመጽእ ዓወት የለን ሎሚ ኦም ተኺልካ ጽባሕ ፍረ ክትበልዕ ኣይትኽእልን ኢኻ ህይወት ከምኡ እያ ቀስ እንዳበለት እያ ትፍትነካ ገለ መዓልታት ይመጽእ ማንም ለውጢ ዘይረኣየሉ ተስፋ ትቖርጸሉ ስራሕካ ኮንቶ ዝመስለሉ ግዜ ኣሎ። እዚ ናይ መወዳእታ ፈተና እዩ። ብዙሓት ሰባት ኣብዚ እዮም ዝወድቁ ውጽኢት ምስ ሰኣኑ ይገድፍዎ ንስኻ ግና ቀጽል። ናይ ቻይናውያን ባምቡ ኦም ርኢኻ ትፈልጥ ዶ? ንሓሙሽተ ዓመት ዝኾነ ነገር ኣብ መሬት ኣይረኣን። ማይን ትህቦ ሓሙሽተ ዓመት ዋላ ሓንቲ የለን። ኣብ መበል ሻዱሻይ ዓመት ግና ኣብ ውሽጢ ሽዱሽተ ሰሙን ናብ ሰማይ ይምጥር። እንታይ ኮይኑ? እቲ ሓሙሽተ ዓመት ሱር ናብ መሬት ይሰድድ ስለ ዝነበረ እዩ። ንስኻኸ ሱር ትሰድድ ዘለኻ ድዩ ዝመስለካ ወይሲ ግዜኻ ተጥፍእ ኣለኻ? ዓቃል ኩን። ዓወት ንዓቃላት እያ ትፈቱ። እቶም ሓሙሽተ ሰባት። ሓደ ዝገርም ስነ ልቦና ሓቂ ክነግረካ። ኣታዊኻ ጠባይካ፣ መጻኢኻ ማእከላይ ድምር ናይቶም እተዘውትሮም ሰባት ሓሙሽተ ሰባት እዮም። ንርእስኻ፣ ዓርክኻ መን እዩ? ብዛዕባ ሰባት ድዩ ዘውሪ ወይሲ ብዛዕባ ራእይ? ብዛዕባ ዝሓለፈ ድዩ ዝዛረብ ወይሲ ብዛዕባ መጻኢ? እንተደኣ ኣብ ክንዲ ዝደፍኣካ ንድሕሪት ዝጎተካ መሓዙት እንተሃልዮምኻ፣ ምቁራጽ ሓጢኣት ኣይኮነን። ንስኻ ንስድራኻን ንነብስኻን ክትልውጥ ዝመጻኻ ሰብ ኢኻ። ምስ ደናቁር ኣይትውዓል። በይንኻ በይኑ ዝኸይድ ኣንበሳ ካብ ምስ ኣባጊዕ ዝኸይድ ነብሪ ይበልጽ። ንስኻ ኢኻ እቲ ጅግና ስለዚ ወደየ ሕጂ ግዜኻ እዩ። ካልኦት ይድቅሱ ይህልዉ ንስኻ ግና ተበገስ። ካልኦት ይስሕቁ ይህልዉ ንስኻ ግና ስራሕ። ካልኦት የውርዩ ይህልዉ፣ ንስኻ ግና ህነጽ፣ ሓደ መዓልቲ ክመጸካ እዩ። እቶም ሎሚ ዝላገጹልካ ሰባት ከመይ ጌርካ በጺሕካዮ ኢሎም ክሓቱኻ እዮም፣ ሽዑ ንስኻ ዋላ ሓንቲ ኣይትዛረብን ኢኻ፣ ብዓወትካ ጥራይ ፍሽኽ ክትብል ኢኻ። ተንስእ፣ ዓቕሚ ኣለካ፣ ፈጣሪ ባዶ ነገር ኣይፈጠረን፣ ታሪኽካ ካብ ሎሚ ይጅምር። እዚ ቪድዮ ንውሽጥኻ ተንኪፍዎ እንተኾይኑ ንኻልኦት ከተካፍል ሸር ሳብስክራይብ ብምግባር ኣይትረስዑ ብዝበለጸ ቪዶ ክሳብ ንራኸብ ሰሰና።